ሕራይ ክብራት ተኸታተልቲ ከመይ ውዒልኩም ናይ ሎሚ መደብና ክነቕርበልኩም ኢና ኣብዚ መደብና ፍልይ ዝበለ እዩ ዳሕራይ ድማ ዓወት ናይ ዓለምና ሚስጥር እንታይ እዩ ኢራን ከመይ ገይራ እያ ትስዕር ዘላ እዚ ኩሉ ኣፅዋራትስ ከመይ እዩ ዝሓልፈላ ቻይና ሩስያ ከመይ ከመይ ገይሮም እዮም ዘሕልፉላ ብናይ እግረኛ ውግእ ኣሜሪካ እንታዳ ጀሚራ ዝመፅኣ መቕፃዕትት እንታይ ዝመስል ሓይልስ ሓይሊ ናይ እግረኛ 250 ሽሕ ናይ ቼችንያ ብየን እዩ ዝሓልፍ እዚ ካልኦትን ዝሕብር ሓበሬታታት ናባኻትኩም ክንገብር ኢና ኣብዚ ሓበሬታና ብዙሕ ትፈልጥሉ ነገር ኣሎ ብዙሕ ነገር ድማ ግር ዝበለኩም ነገር ክፍትሓልኩም እዩ ኣፅዋራት ብኸመይ ይኣቱ ናብ ኢራን እዚ ውግእ ዓለም ለኸ ውግእ እዩ ቀሊል ከመስለኩም ምዕራባውያን ኢዶም ዝሃብሉ ኣሜሪካ ኢድ ዝሃበትሉ ቻይናን ሩስያን ድማ ዝተዓወትሉ ቻይና ሩስያን ተዓዊቶም ማለት ድማ ዓለም ተዓዊታ ማለት እዩ በይናዊ ገበቲ ዝነበሩ ገበቲ ጥራሕ ከይኮኑስ ኣብ ልዕሊ ድወዲ ሰብ ንዕቐት ዘለዎም መሪሕነት ሕጂ እሱ ዝተገርሰ ዘሉ ስለዚ እሱ ብኸመይ መንገዲ ተገርሲሱ ሕጂስ እንታይ ቅድሚ ሕጂስ እንታይ ክዕወት ይኽእል እዩ ወይስ ኣይዕወትን እዩ ዝብል ብንጹር ዝሕብረና እዩ ሕራይ ናብቲ መደብና ንኺድ እዚ ናይ ሎሚ መደብና እቲ ኣብይ እቲ ዝዓበየ ካብ ዓለምና ሃይቅ እዩ ትግርኛ ኣይፈልጥን እየ ሃይቅ ብትግርኛ ስለ ዘይፈልጦ ሃይቅ እየ ዝብሎ እዚ ሃይቅ ብሰሜን ኢራን ዝርከብ እዩ ብሰሜን ኢራን ዝርከብ እዩ እዚ ሃይቅ ናይ ካስፒያ ሃይቅ ተባሂሉ ዝፍለጥ እዩ እዚ ዓብይ ባሕሪ እዩ ሃይቅ ዋላ ይኹን እምበረ ባሕሪ እዩ ዳርጋ ባሕሪ እዩ መራኽብ ካብ ናብን ዘመላልስ እዩ ነዚ ሃይቅ ዘዋስንዎ ሃገራት ሩስያ ኣዘርባጃን፣ ቱርክሚኒስታን፣ ካዛኪስታን፣ ኢራንን እየን። እዚ እዚ ቦታ ረእይዎ እዚኣ ኢራን እያ። ሕጂ እዚ እዩ እቲ ባሕሪ እዚ እዩ እቲ ባሕሪ እቲ ሃይቅ ዝበሃል ማለት እዩ ኣብዚ ኣብዚ ሃይቅ ሓሙሽተ ሃገራት ኣለዋ ማለት እዩ እዘን ኣንተወይ ዝጠቀስኩም እዚኣ ሩስያ እዛ ቀያሕ ዘላታ እዚኣ ድማ ኣዘርባጃን እያ በዚ ድማ ቱርክመጅስታን ዝበሃላ ሃገራት ኣለዋ ኣብዚ ሓሙሽተ ሃገራት ኢራን እዚኣ እያ ስለዚ ኣብዚኤን ሃገራት ሩስያ ካብዚ ተበጊሳ ኣፅዋራት ሒዛ በዚ ጌራ ናብ ኢራን ተቐብል ማለት እዩ ናብ ኢራን ተቐብል ስለዚ እዚ ዝረኣኹሞ ካርታ እዘን ሓሙሽተ ሃገራት ጥራሕ እየን ዝንቀሳቐሳ ኣብኡ ኔቶ የለ ናይ ኣሜሪካ ሓይሊ የለ ኣብቲ ቦታ ዝንቀሳቐሱ ናይ ሩስያ ኣዘርባጃን ቱርክሚስታን ካዛኪስታን ኢራን ጥራሕ እየን ኣብዚ ከባቢ ከምድላይ እንዳተንቀሳቐሳ ቀካባቢ ኣቶም ሃገራት ነናቶም ስርዓት ነናቶም ኩሉ ነገር ዝቀባበሉሉ ብጣዕሚ ዕፁብ ዝኾነ ቦታ እዩ። ስለዚ እዚ ቦታ ቻይናን ሩስያን ኣፅዋራት ዝቕበሉሉ ቦታ እዩ ማለት እዩ። ሓንሳእ ናይ ሓይሊ እስራኤል ሓይሊ ኣየር እስራኤል እዚ ቦታ ሓንሳእ ንምህራም ፈቲኑ ነይሩ፣ ግን ሓደገኛ እዩ። ካብኡ ናይ ሩስያ ናይ ፀረ ኣየር ሚሳኤላት ክዘውጥዎ ስለ ዝኽእሉ ኣደናጊሩ መፅዮ ሃሪሙ እዩ ከይዱ። ብድሕሪኡ ኣይደገመን። ስለዚ እዚ ቦታ ብእግረኛ ክኣትዉ ኣይክእሉን እዮም። በዚ ቦታ ብባሕሪ ኣትዮም ክዋግኡ ኣይክእሉን እዮም። በዚ ቦታ እዚ ዘሎ እንቅስቃሴ ጠጠው ከብሉ ኣይክእሉን እዮም። ኣሜሪካ ብጣዕሚ ሸጊርዋ ኣብዚ ኣብዚ ቦታታት ምንም ዓይነት ነገር ክትገብር ዓቕሚ የብላን እያ። ስለዚ እዚ ቦታ ንኢራን ዓብይ ናይ ኩዕሶ መፃወቲ በልዎ ኢኮኖሚ፣ ወተሃደራዊ ኩሉ ዓቕማ ኣብዚ ቦታ እዩ ዘሎ። በዚ ቦታ ነዳዲ ሰደድ ትገብር ብኣዘርባጃን ገይሩ ብሩስያ ገይሩ ዓብድላ እያ ትሸይጥ ትዝክሩ እንተ ኮንኩም ብሩስያ ምስ ሩስያ ናይ ነዳዲ ምትሕልላፍ ተሰማሚዖም ኣሎ ዝበልኩኹም በዚ እዩ መራኽብ ናይ ሩስያ ይመፁ ነዳዲ ቀዲሐን ብኡ ንካልኦት ይሸጡ ማለት እዩ ከሲቦም ሩስያውያን ኢራን ድማ ብዘየገድስ ኩሉ ብኡ ጌራ ንኣዘርባጃን ንኩሎም ትህቦ ስለዚ ኢራን ኢኮኖሚካል በዚ ቦታ ብጣዕሚ እያ ተጠቃሚ ኮይና ዘላ ብኡ ጌራ ብባቡር ጌራ ድማ ናብ ቻይና ትሰድድ ኣላ እዚ ቦታ ንኢራን መትኒ ናይ ልቢ እዩ ንኣሜሪካ ድማ ሕማም ርእሲ እዩ ናይ ቺቺንያ ተዋጋእቲ 250 ሰራዊት ናብ ኢራን ብእግረኛ ኣሜሪካ ሰራዊት እንተ ዝኣቶ ኮይኑ ናብ ኢራን ክንኣቱ ኢና ዝበልዎ እዚ ቦታ ገይሮም ክኣቱ እዮም ስለዚ ትራምፕ ትራምፕ ዋላ ይፈክር እምበረይ ድላይ ይዛረብ እምበረይ ሓንቲ ነገር ክገብር ከም ዘይኽእል ፈሊጡ ኣሎ ሕጂ ሓደ እቲ ሰብ ኣይተርፍን እዩ ኣነ ክጥፍኤ ብኒኩሌር ክሃርም እየ እንዳበለ ይህድዶ ኣሎ ኒኩሌር ክሃርም ተሪፉ ኑክሌር ናብቲ ገጹ ሒዙ ኣይከይድን እዩ ምክንያቱም ተረኛ በዓል መን ከም ዝኾኑ ፈልጡ እዮም ኢራን እንተ ኣልጊሶማ ሰሜን ኮርያ ክኸድዋ እዮም ሓደ ብ ሓደ ፈላሊኻ ምህራም እዩ እዚ ዓይነት ሲስተም ተሪፉ እዩ ኩላ ተጠርኒፋ እያ ዘላ ስለትጠርነፈት ነቲ ሓደ ክህረም ከሎ እቲ ሓደ ክመጽእ እዩ ስለዚ እዚ ቦታ ተኣፋፊ ቦታ ስለ ዝኾነ ኣሜሪካ ኣብዚ ቦታ መጽኣ ድላይ ክትገብር ዓቕሚ የብላን እያ ስለዚ እዚ ቦታ ኣፅዋራት ዝመላለሰሉ ጠያይቲ ዝመላለሰሉ ኩሉ ነገር ዝግበረሉ ቦታ እዚ እዚ ቦታ ናይ ካስፒያን ሃይቅ ዝበሃል ወይ ባሕሪ ዝበሃል ቦታ እዩ። እዚ ናይ ካስፒያን ባሕሪ ንኢራን ህይወታ እዩ። ህይወታ ኣፅዋራት ብኡ ይሓልፍ፣ ነዳዲ ብኡ ይሓልፍ፣ ቀለብ ብኡ መፅእ፣ ኩሉ ነገር ብ- ስለዚ እዝ- ኣብዚ ቅድሚት ዘሎ ግን እቲ ቦታ ባዕሉ ወተሃደራዊ ስትራቴጂ ቦታ እዩ። ጎቦታት ዝበዝሖ እዩ። በዚ ናይ ሆርሙዝ ገጹ ዘሎ ማለት እዩ በዚ ናይ ዩናይትድ ዓረብ እምሪት ገጹ ዘሎ ብጣዕሚ ንእግረኛ ዝኸው ቦታ ኣይኮነን እዩ ዋላ ኣትዮም ኣትዮም ክዕወቱ ኣይክእሉን እዮም ቼችንያ በቲ መፅኦም ክገጥሞም እዮም ኩሎም ንኢራን ዝድግፉ ብኡ ገይሮም ክመፁ እዮም በዚ ሰሜን ኢራን ማለት እዩ ወይ ድማ በዚ ካስፒያን ባሕሪ ማለት እዩ ስለዚ እዚ ባሕሪ ናይ ዓለም ናይ መለውጦ ናይ መለውጦ ወይ ድማ ናይ መቐየሪ ነጥቢ ኮይኑ ኣሎ ማለት እዩ እዚ መቐየሪ ነጥቢ ስትራቴጊ ዝኾና ናይ ወተሃደራዊ ዓቕሚ ዘለዎ ንኢራን ድማ ዓንዲ ሑቐ ናይ ኢኮኖሚ ቦታ እዩ እዚ ቦታ እዚኦም ሓሙሽተ ሃገራት እንተዘይኮይኖም ካልእ ብፍፁም ብፍፁም ክንቀሳቀሰሉ ዘይክእል ቦታ እዩ ኔቶ በልዎ ናይ ኣሜሪካ ሓይሊ በልዎ ዋላ ካልእ ሓይሊ ኣብዚ ሓይክ ሙሉ ሓንቲ ነገር ክገብር ኣይክእልን እዩ ዋላ ሓንቲ ዋላ ሓንቲ ነገር ክገብር ኣይክእልን እዩ ነዚ ኢራን ሕጂ ክልተ ባሕሪ ሒዛ ብክልተ ገጽያ ትጻወት በዚ ልኩት ኣቢላ በቲ ትሰድድ እተን ዝተለኮታ ሃገራት ይዓንዋ ኣለዋ ንሳ ግን ትኸይድ ኣላ ትክስክስ ኣላ ስለዚ እዚ ቦታ እዚ ቦታ ናይ ብሓቂ ንኢራን መትኒ ላይ ልቢ ኮይኑ ኣብዚ ውግእ ተረኺቡ ኣሎ። እዚ ቦታ ድማ ናይ ዓለም ነጻነት ቦታ ኮይኑ ኣሎ። ነጻነት ቦታ ዓለም ክትዕወት ዝገበራ እዚ ቦታ እዩ። እዚ ቦታ ሩስያ ንሶርያ ክትሃርም ከላ ካብዚ ቦታ ተበጊሳ ትሃርም፣ ምክንያቱ ቀረባ እዩ። ካበይ ከም ዝሃረመ ከማን ኣይፈልጡን እዮም ነይሮም። እስራኤል እውን ካብዚ ቦታ ክትህረም ትኽእል እያ። ስለዚ እዚ ቦታ ብጣዕሚ ሓደገኛ ብጣዕሚ ወሳኒ ቦታ እዩ። ብተፈጥሮ ፈጣሪ እዚ ቦታ ነዚ ጉዳይ ኢሉ ዘቐመጦ ክሳብ ዝመስል እዩ። እቲ ካልእ እዚ ናይ ሆርሙዝ መፃብቦ ድማ ረእዎ ከምዚ ዓይነት እዩ። ከምዚ ዕፅፍ ዝበለ እዩ። ከምዚ ዕፅፍ ዝበለ እዩ። ከምዚ መፅዩስ ከምዚ ዕጽ ዝበለ እዩ ሕጂ በዚ ሸነኽ ጎቦ ኣሎ በዚ ሸነኽ ድማ ጎቦ ኣሎ ፈጣሪ ረእዎ መጻብቦ ናይ የመን ዘሎ ናይ ቀይሕ ባሕሪ ድማ ባብ ኣልመንደብ እሱን ከምኡ እዩ ከምኡ እዩ ይጸብብ ከማን እሱ ናይ ኢራን ይሰፍሕ እዚ ድማ ይጸብብ እዩ ስለዚ ፈጣሪ እዚ ቦታታት ከምዚ ገይሩ ምፍጣሩ ክትርኢ ከለኻስ ክሳብ ክንደይ ዩ ፈጣሪስ ዝግርም ስራሕ ዩ ሰሪሑ ትብል ምክንያቱ እዚኦም ከምዚኦም ዓይነት ገበቲ ንፈጣሪ ዘይኣምኑ ሰባት ከምዚ ዓይነት ከምዝገብሩ ፈሊጡስ ነዚ ከምዚ ገይሩ ምስርሑ ዘሕብንን ዘሕጉስን እዩ ዘሕብንን ዘሕጉስን እዩ እዚ ቦታ ናይ ዓለም ጭቁናት ህዝቢ ነፃ ዘውፀአ ብዙሕ ስራሕ ዝሰርሐ ቦታ እዩ። ኢራን ድማ ከቢድ ዋጋ ከፊላ ንህዝቢ ዓለም ነፃ ኣውፂኣ ኣላ። ነዚ እዮም ኣሜሪካውያን ብእግሪ ዋላ ኣትዮም ውፅኢታዊ ክኾኑ ዘይኽእሉ ዋላ ብኣየር ድላዮም እንተደብደቡ ሓንቲ ነገር ክገብሩ ከምዘይኽእሉ ገዛ ጥራሕ ከዕንዉ ከምዝኽእሉ ዝርድኡን ንፁርን እዩ ካብኡ ንላዕሊ ካልእ ነገር ክገብሩ ኣይክእሉን እዮም ክቡራት ተኸታተልቲ ናይ ሎሚ መደብና ነዚ መስል ሰለ ተከታተልኩምና የቀንለይ ምሸት ብካልእ መደብ የራክበና ሰላም ዓሉ ቻው ቻው።